ሰላም ጥዕና ሃበለይ ከመይ ትውዕሉ ከመይ ትጸንሑ ኣብ ናይ ሎምዓንቲ ቪድዮና ድማ ኣብዚ ዕለት እዚ ኣብዚ ማሓበራዊ ሚድያ ኣዛራረብቲ ኮይኖም ዝዓዱ ቪድዮታት ኣኻኺበ ሕዘልኩም መጽየ እኔኹ ካብኣቶም ሓደ ድማ ህወሓት ንመንግስቲ ኢትዮጵያ ኸሲሱ። ሰላም ብተግባር እምበር ብምትላል ኣይመፅእን ኢሉ ህወሓት ኣብ መግለፂኡ። ድሮን ኢትዮጵያ ዶብ ጥሒሳ ውሽጢ መሬት ከምዝኣተወት እዛ ካብ ውሽጢ መሬት ኢትዮጵያ ዝተበግሰት ድሮን ኣማስይኡ ከባቢ ሰዓት ሸሞንተ እዚ ኲናት ንብሎ ዘለና ሕጂ ናብ ቀይሕ ባሕሪ ገጹ እንዳላሓመ ምምጽኡ ዘይተርፍ እዩ። እዚኣቶምን ካልኦትን ናይዚ ዕለት እዚ ካልኦት ሓደሽቲ ሓበሬታታት ብሓር ምዃን ክንርኢ ኢና ሰናይ ምክትታል። ኤንዌስ ደቂ ዓበይቲ ነቲ ቻናል እዚ ሓደሽቲ ለኾንኩም ሰባት ላይክ ሸር ሳብስክራይብ እንዳገበርኩም ጀምርዎ ንቐጽል እሺ እምበኣር ቅስ ፍቱዋት ተኸተተልቲ ከም መእተዊ መደብ ክኾነና በዚ ሎሚ ዕለት እዚ ውድብ ህወሓት ንመንግስቲ ብልፅግና ሓድሽ ክሲ እንዳቕረበ ይርከብ። እቲ ውድብ ህወሓት ዘቕረቦ ክስኸ ብዛዕባ ምንታይ እዩ ዝብል ብሓባር ብምዃን ክንከታተል ኢና። ንከታተል። ህወሓት ንመንግስቲ ኢትዮጵያ ኸሲሱ። ሰላም ብተግባር እምበር ብምትላል ኣይመፅእን ኢሉ ህወሓት ኣብ መግለፂኡ። መንግስቲ ኢትዮጵያ ንኹሎም ኣማራፅታት ሰላም ዓፅዩ ንኻሊእ ዙር ደማዊ ኩናት ይዳሎ ኣሎ ካብ ምዕራብ ክሳብ ምብራቕ ትግራይ ሓደሽቲ ኣሃዱታት ሰራዊት ዓሪዱ ይርከብ። በጀት ትግራይ ተዓፅዩ፣ መድሓኒትን ነዳድን ከይኣቱ ተኸልኺሉ፣ ባንክታት ጥረ ገንዘብ ከይረኽቡ ይግበር ኣሎ፣ ኣብ ልዕሊ ሰላማዊ ህዝቢ ደብዳብ ድሮን ይፍፅም ኣሎ፣ መንግስቲ ሕቡእ ድርድር የካይድ ኣለኹ እናበለ ብሚድያታቱ ንህዝቢ የተላሎ ክብል ህወሓት ገሊፁ እዩ። ትግራዋይ ንህልውንኡን ሓድነቱን ኣስጢሙ ከቃለስ ይግባ ክብል ህወሓት ፀዊዑ። የኽቷ ተኸታተልቲ እቲ ውድብ ህወሓት ዘቕረቦ ክሲ እዚ ይመስል ማለት እውን ናብ ትግራይ መሰረታዊ ነገራት መንግስቲ ብልፅግና ይእግድ ከም ዘሎ እንዳበለ ከሲሱ ይርከብ እዚ ጉዳይ እዚ ድማ ሓቂ እዩ ማለት እውን መንግስቲ ብልፅግና ኣብዚ ሕዚ ሰዓት ንትግራይ ዝለኣኹ ዝነበሩ መሰረታዊ ነገራት ብምቁራፅ ንትግራይ ናብቲ ዝነበረቶ ዕፅዋን ክባን ይመልሳ ከም ዘሎ እንዳራእና ንርከብ ማለት እውን ነዳዲ እኽሊ መድሓኒት ካልኦት ዝተመሳሰሉ መሰረታዊ ነገራት ብምዕጻው ንህዝቢ ትግራይ ናብ ካሊእ ጉስቁል ኪናት ይእትዎ ከምዘሎ እንዳረኣና ንርከብ እዚ ጉዳይ እዚ ድማ ከም ህዝቢ ክንቓወሞ ይግባእ ሽምባር ቀሲስ ፍቱዋት ተኸታተልቲ ኣብዚ ጉዳይ እዚ ሓሳብ ወይ ካዓ ሪእቶ ኣለና ትብሉ ሰባት ተሃሊኹም ኣብ ቦታ ኮመንት ክትጽሕፉለይ ብትሕትና ይላቦ ሽምባር ቀሲስ ፍቱዋት ተኸታተልቲ እዚ ካብ ረኣና እስቲ ናብ ዝቕጽል ቪድዮ ስገር። ቀጺልና ንርኾ ቪድዮ ከኣ መንግስቲ ብልጽግና ኣብቲ ዝሓለፈ ከምቱ ዝብሎ ዝነበረ ጽልኣይ ምስ ሕወሓት ደኣ እምበር ምስ ህዝቢ ትግራይ ምንም ዓይነት ጽልኢ ወይ ከኣ ቂምን ቅርሕንትን የብለይን ክብል ተዛሪቡ ነይሩ እዩ ነዚ ጉዳይ እዚ ከኣ እኹል ዝኾነ ዓጸፋዊ ግብረ መልሲ ካብ ኤርምያስ ሓውና እንዳ ሰማዕና ንርከብ እስቲ ከም ዝስዕብ ተኸተቲልናዮ ንመለስ። ጸላእቲ ሕወሓት ኢና ዝብሉ ነገር ግን ንሕወሓት እውን ዝጸልኡዋ ትግራወይቲ ስለ ዝኾነት እንተዘይኮይኑ

ህወሓትን አልነበረም ኢላማ ያደረገው። ህወሓትን ብቻ ኢላማ ቢያደርግ አዲስ አበባና ሌሎች ክልሎች ላይ ያሉ የትግራይ ተወላጆች ላይ የሚደርሱ ጥቃቶች ተቀባይነት አይኖራቸውም ነበር። እምበኣር ከም ዝረኣኹሞ እዩ እዛ ሰብ እዚኣ እንታይ እያ ትብል ዘላ ከም ህዝቢ ኢና ተጋጊና ንሕና ንሕወሓት ኢና ንጸልእ ንብል ነገር ግን ካብ ክልል ትግራይ ወፃኢ ዘሎ ኣብ ኩሎም ኣብ ኢትዮጵያ ክልላት ዘለዉ ተጋሩ ንምንታይ ተኣሲሮም ንምንታይ ከ ኣብ ልዕሊኦም ግፍዒ ተፈጺሙ እያ ትብል ዘላ ኣማን ብኣማን እዚ ነገር እዚ ሓቂ እዩ ብዙሓት ንሕወሓት ኢና ንጸልእ ዝብሉ ሓፋራት ጸላእቲ ንሕወሓት እውን ዝጸልእዋ ትግራወይቲ ስለ ዝኾነት ደኣ እምበር ብኻልእ ምንም ምክንያት ከም ዘይኮነ ርዱእ ነገር እዩ እኳ ደኣ ኣብ ኢትዮጵያ ካብ ዝነበሩን ብሕጂ እውን ክመፁ ካብ ዝኽእሉ ውድባት ብቲ ኣብ ልዕሊ ኢትዮጵያ ዝኸደቶ ኣብ ልዕሊ ኢትዮጵያ ዝገበረቶ ነገር ብምልኡ ህዝቢ ትግራይ ዘይተጠቀመ እምበር ህወሓት ኣብ ልዕሊ ኢትዮጵያ ዓብዪ ዝኾነ ለውጢ እያ ገይራ ዓብዪ ዝኾነ ህንፀት ዓብዪ ዝኾነ ኢኮኖሚን ዲፕሎማሲን ፈጢራ እያ በዚ ንሳ እታ ህወሓት እቲኣ እትፈረጠረቶ ኢኮኖሚን ዲፕሎማሲን ፖለቲካን ዝተጠቀሙ ዝበልዑ ዝሰትዩ ህልፊ ህዝቢ ትግራይ ዝተጠቀሙ ግን ንተጋሩ ይጸልእዎም ይገርም ንተጋርኡ ይጸልእዎም ከም ሕሱም ስለዚ ኣነ እንታይ ክብል ደለ መሲልኩም እዚ ዓይነት ጽልኢ ስጋብ ዘይተፈትሐ ትግራዋይ ከም ትግራዋይ ክትጠፍእ ምዃንካ ሕሰብ። እዚ ጽልኢ ናይዞም ጸላእትኻ ስጋ ብፍቕሪ ዝቕየር ገጥ ኢልካ ክትቃለስ ጥራይ ዘለካ። ሓደ ነገር ከዕልዕለልኩም ኣዝዩ ኣዝዩ ኣዝዩ ዝፈልጦ ሰብ ህወሓት ነዚ ህዝቢ ትግራይ እዚ ትብድሎ ኣላ ክብለኒ ጀሚሩ። ብዛዕባ እቲ በደል ክንዕልል እንከለና ግን ኣብ ትግራይ ተፈጢሩ ዘሎ ስምዒት ኢሉ ኣብ ልዕሊ ህዝቢ ትግራይ ዘለዎ ኔጌቲቭ ኣተሓሳስባ ሞሊቕዎ እዩ ተዛሪብኒ ሰንቢደ ብጣዕሚ ብጣዕሚ ሰንቢደ ኣብዚ ሰዓት እዚ ንህወሓት እናበሉ ዝዛረቡ ዘለዉ ሰባት ንህዝቢ ትግራይ እናበሉ ይዛረቡ ከም ዘለዉ እዩ ዝርዳእኒ። ይገርም እዩ ብጣዕሚ። ስለዚ ተጋሩ ቃልስኹም ብዓወት ጥራያ ክትዛዘም ዘለዋ ኣፈላላይኩም ጸርኩም ሓበራዊ ጸላእኹም ግን ማእለያ ከም ዘይብሉ ፈሊጥኩም ተቓለሱ ጥራየ ክብል
የፍትዋት ተኸተተልቲ እቲ ቪድዮ እውነት ተኸተተልኩም ይመስል ነይሩ ማለት እውን ኤርሚያስ ሓውና ኩሉ ትንትን ኣቢሉ ገሊፅዎ ይርከብ መንግስቲ ብልፅግና ንሕወሓት ጥራይ ኣይኮነን ዝፀልእ ንህዝቢ ትግራይ ከም ህዝቢ ትግራይ ከፅንቶ ከጥፍኦ ስለዝደሊ ደኣ እምበር እዚ ጉዳይ እዚ ንሕወሓት ጥራይ ፀሊእኻ ዝግበር ጉዳይ ኣይኮነን ብምባል ተዛሪቡ ይርከብ እሺ እምበኣርከስ ፍትዋት ተኸተተልቲ ኣብዚ ጉዳይ እዚ ሓሳብ ወይ ከዓ ሪኢቶ ዘለኩም ሰባት ኣብ ቦታ ኮመንቱ ክተቕሙጥለይ ብትሕትና ይላቦ እሺ እምበኣርከስ ፍቱዋት ተኸታተልቲ እዚ ካብ ራእና እስቲ ናብቲ ዝቕጽል ቪድዮ ንስገር። ቀጺልና ንረኽቦ ቪድዮ ከኣ ወዲ ጣባ በዚ ሎሚ ዕለት እዚ ብዛዕባ እዚ ዝካየድ ዘሎ ናይ ምዕራባውያን ኲናት ሒዝዎም ዝወጽኡ ሓደሽቲ ሓበሬታታት እንሄዉ እስቲ ከም ዝስዕብ ተኸታቲልና ንመለስ። ፖለቲካዊ ናይ ኣሜሪካ መራሒ ካልኦት ኣሜሪካውያን እንታይ ይዛረቡ ኣለዉ እንታይ እቲ ውግእ ተሳዒሩ ዶ ስዒሮም ዶ ኣይሰዓሩን ፕራክቲካሊ እነግረኩም ኣለኹ ኣሜሪካ ተሳዒራ እያ ኣብዚ ውግእ እዚ ኣሜሪካ ምንታይ ኣትያ ሕጂ ከምዚ ኢትዮጵያ ትገብሮ ናይ ሚድያ ጠለፋ ጭውያ ናይ ሚድያ ማለት እዩ እቲ ኣብ ውሽጢ ኣሜሪካውያንን እስራኤላውያን ደጋጥሞም ዘሎ ብኢራን ደጋጥሞም ዘሎ ደብዳብ በልዎ ወታደራዊ ክሳራ ኩሉ ንኸይረእ ኣሜሪካ ዓፊና እያ ኣብ ምዕፋን እያ ትጓየደላ እዚ ሕጂ ናይ ስዕረት እዩ ዮሱፍ ቦሉሲ ዝጸሓፎ ጽሑፍ ኣሎ ክረዲት እንዳሃብና ብእስራኤላዊ ጋዜጠኛ ኣሎን ሚዝራሂ ዝወጸ ጽሑፍ እዩ እዚ ጽሑፍ እዚ ብጣዕሚ ኣገዳሲ ኢለ ስለ ደኣወንኩሉ ንዓኻትኩም ድማ ኩነታት ናይቲ ኩናት ኣበይ ኣሎ ናበይ ገጹ ክኸይድ እዩ ባይዘወይ እዚ ኩናት ንብሎ ዘለና ሕጂ ናብ ቀይሕ ባሕሪ ገጹ እንዳላሓመ ምምጽኡ ዘይተርፍ እዩ ኣሜሪካ ብዓቢ ደረጃ ስግኣት ስግኣት ጥራይ ዘይኮነ ስታንድባይ ዝኾነ ሓደ ናይ ወታደራዊ መርከብ ናይ ኣሜሪካ ካብ ጅቡቲ ተንቀሳቒሱ ኣብ ባብ ኤል መንደብ ብትይዩ ብዳይሬክሽን ናይ መንደብን ዘሎ ቦታ መርከብ ናይ ኣሜሪካ ተጸጊዓ ኣላ። ኦኬ ናብታ ጽሕፍቲ ክኸይድ ዮሱፍ ቦብሊስ የቕሪብዋ እስራኤላዊ ጋዜጠኛ ኤሎን ሚዝራሂ ከም ዝጸሓፎ እዩ ታሪክ ንዕዘብ ኣለና ኢራን ንኹሉ ዝገረሞ ንመደበራት ኣሜሪካ ኣዝያ ብዕምቆትን ብሰፊሕን ብወሳኒ መንገዲ ትድምሶላ ዓለም ግን ክትሪኦ ድልውቲ ኣይኮነትን። ብመገዲ ያን ክለመር ዝተጻሕፈ። ኣብ ውሽጢ ኣርባዕተ መዓልታት፣ ኢራን ኣብቲ ዞባ ስፍሓት ወታደራዊ ዕብለላኣ ከተሰፍሕ ክኢላ ኣላ። ኢራን ኣብ መላእ ዓለም ዝኸበረ፣ ዝበዝሐ፣ ወታደራዊ መዓስከራት፣ ንብረትን መሳርሒታትን የዕንያቶ ኣላ። ኣብ ባሕሬንን ኩዌትን ከምኡ'ውን ቀጠርን ስዑዲ ዓረብን ዝርከብ መደበራት ኣሜሪካ ገለ ካብቶም ኣብ ዓለም ዝዓበዩ ወተሃደራዊ ትካላት እዮም። እዚኦም ኣብ ውሽጢ ሓያሎ ዓሰርተታት ዓመታት ንምህናጾም ትሪልዮናት ዝወሰደ ንብረት እዮም ዝወሰዱ ንብረት እዮም። የፍትዋ ተኸታተልቲ እቲ ቪድዮ ነተኸታተልኩም ይመስል ኔሩ ኣብዚ ጉዳይ እዚ ሓሳብ ወይ ከዓ ሪኢቶ ኣለና ትብሉ ሰባት ተሃሊኹም ኣብ ቦታ ኮመንት ክተቐሙጥለይ ብትሕትና ይላቦ እሺ እምበኣርክስ ፍትዋት ተኸታተልቲ እዚ ካብ ረኣና ኣስቲ ናብቲ ዝቕፅል ቪድዮ ንስገር ቀፂልና ንረኽቦ ቪድዮ ከዓ በዚ ሎሚ ዕለት እዚ ድሮናት ኢትዮጵያ ዶብ ጢሒሰን ኣትየን እንዳተብሃለ ይርከብ እስቲ ከም ዝስዕብ ተኸታቲልናዮ ንመለስ። ድሮን ኢትዮጵያ ዶብ ጢሒሳ ውሽጢ መሬት ሱዳን ከም ዝኣተወት መንግስቲ ሱዳን ትማል ኣማስዩ ሓበሬታ ዘርጊሑ ይርከብ ኣሎ እዛ ካብ ውሽጢ መሬት ኢትዮጵያ ዝተበግሰት ድሮን ኣማስይኡ ከባቢ ሰዓት ሸሞንተ መሬት ሱዳን ጥሒሳ ድሕሪ ምእታው ኣብ ልዕሊ ዕላማታት ሰራዊት መንግስቲ ሱዳን መጥቃዕትታት ከምዝፈጸመት እዩ ብወግዒ እዚ ሓበሬታ ተዘርጊሑ ዝርከብ ዘሎ። ኣብ ዝተፈላለየ ኣጋጣሚታት ኣብዚ ቅንያት መንግስቲ ሱዳን ስርዓት ብልጽግና ብድሮናትን ነፈርቲ ኲናትን ኣቢሉ ኣብ ውሽጢ ሃገሩ መጥቃዕትታት ይፍጽም ከምዘሎ ኣብ ልዕሊ ኢትዮጵያ ኣድላይ ዝበሃል ስጉምትን ውሳነታትን ክሳብ ብመንገዲ ኣየር ኢትዮጵያ ካብ ሰማያት ናይቲ ሃገር ናይ ምእጋድ ስጉምታት ክወስድ ምዃኑ ከጠንቅቕ ጸኒሕን ኣሎን። እዛ ትማሊ ዶብ ጥሒሳ ውሽጢ መሬት ሱዳን ኣትያ ትርከብ ዘላ ድሮን ናይ ስርዓት ብልጽግና፣ ነቲ ኣብ መንጎ ክልቲኤን ሃገራት ተፈጢሩ ዝርከብ ዘሎ ምስዓብ መሊሱ ናብ ዝገደደ ኣንፈታት ዘምርሕ ኮይኑ ይርከብ። ስርዓት ብልጽግና ተልእኾ ሕቡራት ኢማራት ዓረብ ተሰኪሙ ኣብ ውሽጢ መሬት ሱዳንን ኣብ ጎረባብቲ ሃገራት ዘካይዶ ዘሎ ጻዕታሪ ተግባራት ንኢትዮጵያን ነቲ ሃገርን መመሊሱ ናብ ሓደገኛ ኩነታት እናእተዎም ይርከብ።